ሰላም ሰላም ሰላም ፋሚሊ እንታይ ኢና ንሰምዕ ዘለና። መርከብ ዘርጊሕዎ ዘሎ ከኣ ንመርከብ ቀቲልዋ ማለት እዩ። መርከብ ግን ብኸምዝን ገለመለ ኣነ ክሳይ ትኾነ ዳውን ትኾነ ኣይመስለንን እዩ ኣብ ኤሜሪካ ክትቕመጢ ከም ድሌት ክፈጨጭ ክትብል ዳ በዚ ከምዚ ዳውን ከም ዘይትኾኒ ኣነ እንድዕ መቸም ዳውን ትኾኒ ስማዓኪ ግርኸውን ዝርኽስ ዝብዚ ካናዳ እቲ ኣብዚ ዓመት እዚ ኣብ ዲሰምበር ክልተ ሽሕን ዕስራን ሓሙሽተን ክጅመር እዩ ተባሂሉ ዝነበረ መስርሕ ናይ ኮሚኒቲ ፕሮሰስ ከምኡ ድማ ናይ ግሩፕ ፋይፍ ፕሮሰስ ናብ ዝመጽእ ዘሎ ዓመት ማለት ናብ ዲሰምበር ታይ ታይ እዚ ብቻ ይኾነይ። ሓንቲ ጥራይ ነብሰይ ኣብቲ ገዛኹም ወል ግበርዎ እቶም ቪድዮ ዝሓዝኩም ከኣ ሽመይ እንዳ ጸዋዕኩም ሴጋ ግበሩሉ ኣነ ሓፍቲ ጆን ብላክ እየ። ዚኦምን ካልኦትን ኣብዚ መደብ እዚ ክንከታተል ኢና መጀመርታ ግና ንዛ ቻናል እዚኣ ሓደሽቲ እንተ ደኣ ኮንኩም ሰብስክራይብ ንታ ቪድዮ ድማ ላይክ ብምግባር ናይ ሳሚ ሪያክት ዩቱብ ቻናል ቤተሰብ ክትኾኑ ኣዝየ እየ ዝላቦ ማለት እዩ ላይክ ድማ እናገበርኩም እቲ ቪድዮ ክትቕጽልዎ ንኹለኹም ይሓትት ማለት እዩ ኩለኹም ላይክ ግበሩ ላብቲ ፈላማይ ዝኾነ ቪድዮና ንቐጽል። ናፍቆት ማዕዶ ኣሰላቺናዶ ናፍቆት ማዕዶ ኣዳኺሙናዶ
ናፍቆት ማዕዶ ኣሰላቺናዶ
እሺ ቤተሰብ በቲ ፈለማይ ዝኾነ ቪድዮና ንቕፅል ኣለና ሰናይ ምክትታል።
ሰላም ንዓድኹም የእቲኹም ኣብ ርሑቕ ለለኹም ኣብ ስደት ለለኹም እንጀራ ይሃብኩም ዕድመ ይሃብኩም ዕድመ ነናእሽቲ ቀድማ ንዓበይተይ ይኽለአና ሰላም የኑርኩም ሰላም ዓድኹም እተዉ ብሰላም ዓድኹም እትዉ ብወለድኹም ተሓጎሱ ብሕዋትኩም ተሓጎሱ ብሰላም ተመለሱ ብሰላም ተመለሱ ኣሜን ግዳም ሓደር ኮይነ ከም ዘይብለይ ስድራ ይዕረፍተይ ገርየን ኩለን ኣመንዝራ ችሩስ ተባሂሉ ተጀሚሩ ቢራ ቁርሲ እውን ተረኪቡ ስሰሓብ ሽጋራ ሕፅረት ትንፋስ ገይረ ሳምቦይ ሓሪራ ጋስትራይታ ጥሬ ለምጭ ጨጎራ ሸራሙጥ ናይ ባራት ካብ ኮነ ኣንስተይ ጋዜጣ መንፀፎም ካብ ኮነ ይዕርኽተይ ኣልኮላዊ መስተ ካብ ኮነ ቀለለበይ ቤት ማእሰርቲ ካብ ኮነ ገዛይ ሮማይ ሮማይ ህይወተይ ብላሽ ኣሕሊፈዮ ዕድመ ንእስነተይ ከይሞትኩ ከለኹ ከልቅሰላ ንነብሰይ ትምህርቲ ከምዘይነበረ ንልዕሊ ማንም ፍጡር ክሰቲ ውዒለ ክሰቲ ይሓድር ሰላማውያን ሰባት ርብሽ ዕግርግር ካብ እስር ቤት ወፅየ መልሸ ይእስር ናይ ኮንትነት ኮንቱ ኩሉ ነብሲ ኣበር ልክዕ ፍርቂ ለይቲ ዝወፍር ከሃድን ንኣምላ ገዲፈን ሰይጣን ዝኣምን ውርሽ ተረኪበ ንኣረቂ ንጁን ፋካ ተወጊፈ ማስተሸይ ምርቅን ናይ ኮንትነት ኮንቱ ኩሉ ነብሲ ኣበር ዘለኒ ትሕዝቱን ኣጅባይ ንኩሉ ነጊፈ ብኻሳት ቢራ ምጀምዓ ሓፊፈ ምሒር ካሰት ኣስናነይ እርጊፈ ሰንከልከል ናበልኩ መንደቕ ተደጊፈ ናብ ሆቴል ኽይድ ባሪስ ተሓቒፈ ወድኺ ተኣሲሩ ብወረ ሰሚዓ ደሃይ ክትሓትት ናብ ቦሊስ ጠሪዓ ጓል ዓሚፀ ኢሎማ ትሕቲ ዕድመ ቆልዓ ምስኪነይቲ ማማ ካብ ብልበያ ነቢዓ ስራሕ ምስ ወዓለት ምስኪነይቲ ማማ ናይ ነገር ዋላዲት ኮይኑዋ እንከላ ሓሚማ ናባይ ትመላለስ ኮሎኬ ተሰኪማ እቲ ፀሊም ፀጉረይ ተቐይሩ ስብየት ስጋይ ወዲኤ ተሪፈልኩም ቆርበት ኩሉ ኣካለ መሊኤ ውቀት ዕድመ ተወዲኡ ክመላለስ በረት ዘይሕጻፍ ራሕሊፉ ንእስነት ከይትርድኣና ኣርኪቡኒ እሞ ምናልባት እንተለኹም ከምዚ ትገብሩ ኣብ ባራት ውዒልኩሞ ሆቴል ትሓድሩ ዕድመ ንእስነትኩም ብኾንቱ ካብ ትሕርሩ ወግሒ ጸብሒ ካብ ትእሰሩ ንኹሉ ገዲፍኩም ካብ ሚሊ ተማሃሩ
ዳዊት ዓርከይ እንዲ ዓርከይ ብሆላንድ እውን ዓርከይ እዩ ፈትወ ግን ኩሉ ግዜ ከምቲ ዝብሎ በቃ ብፍቅሪ ይመላለስ ኣሎ ወላ እቲ ሙዚቃ ዝሰምዖ እኮ ኣብ ኩርሲ እውን ደቂሱ ነሩ ቅድሚ ሕጂ ኣብ ኩርሲ ደቂሱ እዩ ነሩ ንባዕልና እኮ ተጨኒቕና ኢና ነርና ኣብ ምድቃሱ ኣብ ኩርሲ በቃ ጌም እንዳተፃወተ ያ ፅቡቅ ኣይኮነን እቲ እቲ ፍቅሪ እንድዩ እቲ ፍቅሪ ከመይ እቲ ፍቅሪ እኮ ጠፊኒ ንዓይ ከመይ ብልቦም ድዮም ዘፍቅሩ ከመይ እቲ ብልብካ ምፍቃርሲ ዘይገድፍዎ እየ ዝብል ኣነ እቲ ብልቦም ኣፍቂሮምሲ ኣብ ክንደይ ሓደጋን ገለን ካይወጽእና ካይወድቅ ኣብ ፍቅድሲ ብልቢ ተፍቅሩ ንብል ኣለና ቀዳማይ ብዓይንኹም ኣፍቅሩ ድሓር ብርእስኹም ከይዱ ድሓር ብኣፍኩም ተዛረቡ ናብ ልብኹም ካይሰደድኩም ኢና ንብል ሕጂ በቲ ናይ ዴቭ ንርእዮ ዘለና ብዙሕ ክስታይ እዩ ብዙሕ ቃንዛ እዩ እታ ኣምላኽ ድኣ ክመጽእ ክመጽእ

ዝመጽእ ዘሎ ዓመት ማለት ናብ ዲሰምበር ክልተ ሽሕን ዕስራን ሽዱሽተን ከም ዘሰጋገርዎ ተራእዩ። ኣብዚ ዓመት እዚ ምስ ስደተኛታት ኣተሓሒዙ ኣዝዩ ብዙሕ ዝኾነ ሓደሽቲ ሕግታት ከተኣታትው ዝጸንሑ ካናዳ፣ ነዚ ኣብ ክልተ ሽሕን ዕስራን ሓሙሽተን ዲሰምበር ክጅመር እዩ ተባሂሉ ዝነበረ መስርሕ ናይ ግሩፕ ፋይቭ ከምኡ ድማ ናይ ኮሚኒቲ ፕሮሰስ ድማ ሕጂ እውን ዳግማይ ንሓደ ዓመት ምሉእ ኤክስተንድ ከም ዝገበሮ እዚ ድማ በቲ ጠጠው ኢልዎ ዘሎ ክቕጽል ምዃኑ ክሳብ ክልተ ሽሕን ዕስራን ሽዱሽተን ዲሰምበር ኣብ ናቶም ኦፊሻል ዌብሳይት ከይተረፈ እውን ኣብዴት ገይሮም ይርከቡ ኣለው። ሓፍቱ ንሰልጠነ ኣብዚ ሶሻል ሚድያ ሰባት ብዛዕብኣ ስለ ዝተዛረቡ ሰልጠነ ኡይ ይብል ኣሎ ነስምዓዮ እስኪ። ኣብ ፖለቲካ ዘየላ ቆልዓ ኣብ ዝኾነ ሶሻል ሜድያ ኣብ ቲክቶክ ዘየላ ቆልዓ ኣምጺኢኻሲ ባቃ ከምዚ ንሰልጠነ ዝረኸቡ መሲልዎም ጉድ እኳ እዩ ጉድ እኳ እዩ ጉድ እኳ እዩ ናይ ደቂ ዓድና ናብ ስድራኻ ቅድሚ ሕጂ ነገርናኩም ኣይፈልጡም ኣይጢቖም ኣቦኻ ኣቦ ሓጉ ኣዲኡ ገለ ዓይነት ሰባት እዮም እዚኣቶም ክትፈልጡዋ እዚኣ ናብ ሳትላይት ክሰቕላ እዩ እምበኣር ከም ሰማዕኹሞ እዩ ሰልጠነ ግርማይ ሓፍተይ ይብል ኣሎ ብርግፅ ሓፍቱን ሰልጠነ ግርማይ ዝገብሮ ዘሎ ስድነትን እንታይ ዘራኽብ ነገር ኣለዎ ዓገብ ነውሪ እዩ ሰልጠነ ግርማይ እዩ ዝፃረፍ ዘሎ እንተ ደኣ ክትፃረፉ ደሊኹም ክፀርፍዎ ትኽእሉ ኢኹም ኣነ ግን ኣይፀርፎን እዮም ግን ሰልጠነ ግርማይ ዝገብሮ ዘሎ ተግባርን ስድራ ቤቱን ሰማይን ምድርን ዘራኽብ ነገር የብሎምን። ንሱ ብዝገብሮ ዘበለ ነገር ብምልኡ መበገሲ ጌርና ንስድራቤቱ ክንትንክፎም ስነ ልቦናዊ ሞራል ካበይ ኣምጺእና ከምኡ ኢና ንገብር ዘለና እንታይ ዘራኽብ ነገር ኣለዎም ብዝኾነ ሰልጠነ ግርማይ እዛ ዝሕመመቶ ነገር ኩሉ ሰብ እውን ይሓሞ እዩ እስኻ ትገብሮ ዘለኻ ተግባር ድማ ኣነ ክነግረካ ናተይ ናይ ወደይ ስእሊ ኣብ ዩቱብካ ጌርካ ንዓይኻ ትጸርፍኒ ኔርካ ደዊለ ተዛሪበካ እየ ንዓይ ፎር ዘ ሪከርድ ክኾነኒ እውን ስክሪንሻት ሪከርድ ገይረ ድማ ሒዘያ ዘለኹ ግን ንዓኻ እስኻ ከምኡ ስለ ዝገበርካ ስድራ ቤትካ ኣይኮነን ንዓኻ እውን ኣይፀርፈካን እዩ ደዊለ ኣደብ ግበር ጥራይ ኢለካ ግን ግዜ ጥዑም እንድዩ ሓደ መዓልቲ ንራኸብ ንኸውን እሞ ሽዑ ብኣካል ንዘራረብ መፍትሒ ቀሊል እዩ

ትዝ ጭፍለቃን የምስለንን እምበር ኣታ ኣነ ዝበልኩስይ ከምቲ ኣወዳት ተመሪዖም ዘምፅኡስ ኣዋልድ ከዓ ከይድክን ተመሪዕክን ኣምፅኣ ከም ኣወዳት ኣፍሪቃ ንሕልየሎም ኢለ ዋይ ዋይ ጠፋእኹ ጠፋእኹ ጠፈእ ነሽነሽ ኣነ ደኣ ብሕማም ሽኮርያ ከም ዘይጠፍእ ደኣ ፈልጥ እኳ እየ ብሕማም ቲቪ ብሕማም ኣዝማ ከም ዘይጠፍእ እኮ ርድኣኒ እኮ እዩ ክጠፍእ እቲ ኮይነ እኮ በዚኣ መልሓሰኛ እዚኣ በዚኣ እኮ ኢኹም ክጠፍእ ክጠፍእ ትኾይንዳ ናይ ዝሓለፈ ድሓን ይቕሬታ ይተዓፀ ዝሓፍተ ካብ ሕጂ ግን ኣይዛረብን እየ ድሓን ከይትክን ኣይትምርዓዋ ወላ ብደው ክንበራ ዞም ኣሕዋተይ ከይትክን ኣይትምርዓዋ ወላ ኣብ ኣፍሪቃ ሰብ ይንበሩ በቃ ብሩኽ ቀዳመ ሰንበት ኣየ ሰኣነና ድሃየ ይግበርኹም ዞም ኣሕዋተይ ሕማቕ ኣለኩም

እቶም ቪድዮ ዝሓዝኩም ከዓ ሽመይ እንዳፀዋዕኩም ሴጋ ግበርሉ ኣነ ሓፍቲ ጆን ብላክ እየ
ዛራ ሳዕባ ዘለቀሽ ግን ሃተውተው ትብል ኣብዚ መፅኣ ትዛረብ በቃ ጓላ ሓንቲ ወሊዳ ስለ ዝኾነት ከማይ ኩና ንኸገርመኪ ንስኽስ ሱቕ ኣፍኪ ሒዝኪ ስቕ ብሊ ከማ ዝግበአኪ እዩ ንስኺ እኮስ ወይ ካብ ሓደ ክርስትያን ተትወልዲ ወይ ካብ ሓደ ተትወልድስ ደሓርስ ምተዛረብኪ ገለመለ ወይ ናብራን ሓዳርን ዘዝህልወኪ ወይ ጽቡቕ ናብራ ዘዝህልወኪ ገለመለ ምተዛረብና እዛ ረሳሕ እዛ ሸርሙጣ እዚኣ ግን መራሒና እዛ ደጋ በቃ ቀንኣት ከመይ ገሩ እንዳ መንግስቲ ሰብ ደይሪኦም ከመይ ገሩ እንዳ በዓልቲ ባክ ሰብ ደይሪኦም ናይ በዓል ሰኹም ዚዶ ሕስድና በቃ ትማል በረኸት መንግስትኣብ ከልዕሎ ከሎ ትባግሲ ቅድሚ ሽዱሽተ ሸውዓተ ሸውዓተ መዓልቲ እዩ ስለ ንኣነት ጽረፍ ዋስ ብኣ ተመሲላ ናብ ስታ የእቱ ወቢላ ክተባል ሪኦም ከዓ መሰም ፈሊጦም ኹዮም ፈሊጦም ኹዮም ፈልጡ ኹዮም ከመይ ምዃንና መን ገርሂ መን ስታይስ ይፍለጥ እዩ ህጂ ከም በዓል እዚኤን እየን ነቲ ስታይ ህይወተይ ከም ናትና ኮን ዝብላ ጉዕዝያት እየን ረሳሓት እየን መራሒና ሓማሴን ጥራይ ትኸይድ ክንዲ ትምዕድ ክንዲ ከምዚ እዩ ከምኡ ወላ ተልየ ነብ ሓማሴን ነደ ተልያ ወላ በቃ ብዕልግና እዩ ከማን ነተን ኣደታት ሓማሴን ከማን ተፅሪፍ እየን ዘለኺ ለኣኑ ስነ ስርዓት ገረን ተኣሪመን ኮፍ ኢለን ዝበል ዓደታት እየን ዘለዋና ኣና ናናን ጎጆ ጎጆ ኣብዛ ሞኒካ ሓማስን ኣኮነት ጎንደር እያ ያ ወሞሲ ያ ሓማስን እጅስ ከምኡ ትብል ኦኬ ፋሚሊ ንሎምዓንቲ ዝሓዝኹዎም ቪድዮታት እዚኦም ክመስሉ ነይሮም ኣብ ዝቕፅል ብሓደሽትን ትኩሳትን ዝኾኑ ቪድዮታት ሒዘልኩም ክምለስ እየ ማለት እዩ ንስኹም ድማ ነቲ ቻናል ሰብስክራይብ ግበርዎ ኢኹም እንታ ደወል ድማ ንክዋየኹም ክል ይደሊ እያ ምእንታን ሓድሽቲ ቪድዮታት ኣብ ዝለቀሎም እዋን ቶሎ ኢሎም ኖትፍኬሽን ክበጽሐኩም ማለት እዩ ንሎምዓንቲ ግን ዝሓዝኹም ቪድዮታት እዚኦም ይመስሉ ነይሮም ኣብ ዝቅጽል ሰሰናይ